ሳዕዳ ነቶም ኣዝዮም ዝፈትውዋ ዝያዳ ኩሎም ኣሕዋታ ዝሕንቅቕዋ ሳዕዳ ጓለይሲ ዳርጋ ወዲኣ ንዓኺ ዝወስድ ዝተመረቐ በዓል ዕድል እዩ እናበሉ ዘዕበይዋ ክትመሃር ካብ ከተማ ኣብ ከተማ ክትነብር ብዕድል ደኣ ኣብ ገጠር ተመርዕያ ትምህርታ ከኣ ካልኣይ ክፍሊ ጥራይ በጺሓ እምበር ዝምነዩላ ዝነበሩ ኣቦኣ ሻምበል ኣሕማዶ እያ ተወዲባ ነይራ። እቲ መስመር ካብ ዝሃዞሞ ንሰንዓፈ ኣዝዩ ዝኣስር ነይሩ። ክልተ ሰርጌንትታት፣ ሓዋ ሰርጌንት ያሲን፣ ወዲ ሓወቦኣ ሰርጌንት ጀማል እውን ምስኦም ኣብ ሓንቲ ዋሃ እዮም ነይሮም። ብሽሕን ትሽዓተ ሚእትን ሰብዓን ሸውዓተን ዓመተ ምህረት ካብ ሰንዓፈ ንሃዞሞ ሓበሬታታት ሒዛ ክትምለስ ከላ፣ ሰዓዳ ጓለይ! ፈኸራ መሲሉኪ ከምዚ ይገብር እየ ከምዚ ይሰርሕ እየ ወለደይ ኣሕዋተይ ከምዚ እዩ ስርሖም ምስ ከምዚኦም ዝኣመሰሉ ሰባት ይራኸቡ እዮም ኢልኪ ንመሓዙትኪ ዋላ ንሰብኣይኪ እውን ትኹን ከይትነግሪ ፅንዕቲ ኩኒ ኩሉ ኣብ ከብድኻ እዩ ዝግበር ዛጓለይ እናበሉ ኣቦኣ ከፋንዋ ከለዉ ትዝ በላ ኣቦኣ ዓብዮም ንሰንዓፈ ገዲፎም ኣብ ዓዶም ምስ ተቐመጡ ናይ ጡሮታ ደሞዝ ወሲዶም ካብ ኣስመራ ክምለሱ ከለዉ እዚኣ ንሓሊማ ሰበይቶም እዚኣ ንሰዓዳ ኢሎም ፈላልዮም ክዳውንቲ ኣስቤዛ ሒዞምላ ክመጹ ከለዉ ተራእይዋ። ኣቦኣ ሻምበል ኣሕማዶ ተቓዋሚ ስርዓት ሃይለስላሴ ስለ ዝነበሩ ካብ ሻምበል ናብ ሰርጌንት ዝወርዱሉ እዋን እውን ዘከረት። ኣቦ ሻምበል ኣሕማዶ ብሕማም ተሳቕዮም ኣብ ዝተወጽዑሉ እዋን ከኣ ነቶም ዝሕልውዎም ዝነበሩ ሓፍ እስከ ኣብሉኒ ኢሎሞም ሓፍ ከብልዎም ከለው ኣነ ሓጂ ጀምዓ ኣነ ሓዊ ጅምዓ ኢሎም ከም ዘይተሰነፉ ፍኒሕኒሕ እናበሉ ምስ ፈከሩ እሂ ሻምበል ሓማዶ ሞት ፈሪሕኩማ ዲኹም በልዎም ኣይ ንሞትስ ኣይፈራሕኩዋን ዓወት ናይዚ ሰውራ እዚ ኬር ኣውክ ሙማተይ እዩ ዘጉህየኒ። ዓረፍ ኣቢሎም ትንፋስ ምልስ ምስ ኣበሉ ከኣ ርእሶም ቀስ ጌሮም እናነቕነቑ ንስኹም እዞም ደቀይ ኣጆኹም ጽንዑ ዝተሓመ ዝተሓመኻላ ወጮስ መሊስካ ደቅሰላ እኳ ዝበሃል እዛ ሞት እዚኣ ኣብ ዓዲ ኣሊኻ ኣብ በረኻ ኣይትተርፍን እያ ቀስ ኢሎም ዕሕ ኢሎም ከኣ ሕነ ህዝብኹም ሕነ ህጻናት ኣጓብዝ ጡኑሳት ሓራሳት ሕነ ኣጥባተን ዝተቋረጻ ብሓይሊ ዝተዓመጻ ኣዴታትኩም ኣሕዋትኩም ሕነ ፍደዩ ሕኒኡ ዘይፈዲ ኣብዲ እዩ በልዎም በቲ ዝነበሮም ድኽምቲ ሓይሊ ኣትርር ኣቢሎም ኣቦይ ኣቦኹም ሹም ዓብዱ ፈሮ መግዛእቲ ካብ ዝመጽእ ክሳብ ትማሊ ትማሊ ኣይተገዝኡን። ከይተገዝኡ ከይዶም ኣንጻር ጥልያን፣ እንግሊዝ፣ ኣንጻር ስርዓት ኢትዮጵያ እዮም ነይሮም። ሕሰብዎ ኣቦይ ኣብ መበል ሚእትን ዕስራን ዓመት ዕድሚኦም እዮም ሞይቶም። ብኡ እዮም ከኣ ጥዕና በዚሑኩም ዝብሉ ጥዕና በዚሑ ዝብሉ ዝነበሩ ጥዕና በዚሑ ይብሉ ሹም ዓብዱ ፈሮ ተባሂሉ ክምሰል ትሰምዑ እንዲኹም በልዎም ኩላቶም ዝሕልዎም ዝነበሩ ከኣ እናተከዙ እወ ንሰምዕ ኢና ኢሎም መለሱሎም ኣቦ ሻምበል ጽምም ኢሎም እህ ፈሮ ማለት ከኣ ሓያል ዝያዳ ኩሎም ማለት እዩ ንስኹም ከኣ ከም ኣቦታትኩም ኣባሓጎታትኩም ኩኑ። ኩሎም ንለበወኦም መደምደምታ ገበሩሉ ኢሎም ንለበወኦም መደምደምታ ገበሩሉ። እዚ ንሰዓዳ ከም ቀስተ ደመና ኣብ ቅድሚኣ መጺኡ ግትር በለ። ኣብ መንጎኣን ኣብ መንጎ'ቱ ኣረሜኔ ሻለቃ ጌታቸው ተተኺሉ ከኣ ኣጆኺ ነዚ ሻለቃ ውን ግጠምዮ ዝብል ኒሕሓባ። ጌታቸው ሕራይ ግን ሽምኪ በላ ክሳዱ ንቅድሚት ናዕ ክሳዳ ንቅድሚት ንቅድሚት ናዕ እናበለ ሽመይ ንዕማ መለሰ ሽም ኣቦኺ ስሌማኖ ሽጣራኽስ ኣብ ካልእ ድኣ ግበርዮ ብዘንጸባርቅ እህ ኢሉ ፍሽኽ በላ ጌታቸው ሕራይ እዚ ገዛ እንዳመን ይበሃል በላግ እስር ኣቢላ እንዳ ሓጂ ዮሴፍ መለሰት። ሓጂ ዮሴፍ መን ይበሃል? ሓተተ። ሓጂ ዮሴፍ መሓመዶ ኢላ ከኣ ትኽ በለት። ጌታቸው እቲ ሓቂ ተዛረቢ፣ ንመን ደኣልኪ ተታልልዮ በላ። ሰዓዳ ነቲ ኩሕላይ ዓይና ስሕብ ኣቢላ ኣድቅቕ ኣበለቶ። ኣብ መንጎ ሸፋሽፍቲ ዓይና ድማ ዕጽፍ ኣብ ቆርበታ ሰለስተ መሳርዕ ተኺሉ ጠጠው በለ። ሕርቃና ከየጉደለት ነቲ ክልተ ኣንባር ኢዳ ስብስብ ኣቢላ ከም ዘይንቀሳቐስ ድሕሪ ምግባር ከኣ ነቲ ህጻን ጡብ ወተፈትሉ። ኣንቲ ኣድጊ ኣይትሰምዕን ዲኺ? ሓቂ ተዛረቢ በላ መሊሱ ከም ዝሕል ኢሉ። ኣድጊ ደኣ'ሞ ዘይንስኻ ኢኻ መለሰትሉ ሰዓዳ ብውሽጣ። በየነ እቲ ተርጓሚ ወዲ ገባ ከኣ ሰብ ተድክሚ ኣይተድክሚ ብዛዕባኺ ዘይንፈልጥ ከይመስለኪ ነብስኺ ኣይትሕሰሚ ሓቂ ተዛረቢ በላ ጌታቸው ሕጂ ተገዲዳ ትዛረብ ኣበይ ከይትኣቱ ኢሉ እናሓሰበ ጠመታ ኣይ ሓቂ ትዛረቢ ዲኺ ኣይትዛረብን ኢሉ በቲ ገጅፍ ጉምቦ ኢዱ ኣብቲ ባባን ጠፋእ ኣቢሉ ንመንበስበስኣ ዓትዓቶ። ነቲ ባባን ሓንሳብ ሓፍ ኮፍ ኣቢሉ መሊሱ ዕትዕት ኣቢሉ ሒዙ መን እዩ ሽምኪ? ሓቂ ተዛረቢ እናበለ ነዝ ነዝ ነዝ ከብላ ከሎ እታ ወርቃዊት ዝማማ መስመስመስ ኢላ ትንጸባረቕ ነበረት። እቲ ንየማነ ጸጋም ዝተረበ ንመኩባ ክትንክፍ ዝመጣጠር ሃሪ ዝመስል ተተቲዑ ዘው ኢሉ ዝነበረ ጸጉሪ ርእሳ ድማ ብርቱዕ ንፋስ ከም ዘንቀሳቕሶ ጎፍጓፍ ገረብ ነስነስነስነስ በለ። ሳልሕ እቲ ምልሻ ስርናይ ዓይኑ ፈጠጥ ፈጠጥ ኣቢሉ ደሙ ፈልሖ።

እቶም ኣልቀጥ ኪሒል ሽምኪ ይኹን ሽም ሰብኣይኪ ከምኡ ኣይኮነን ተሓቢሩ ዘሎ ግን ከምታ ዝበልክያ ቀጥ በሊ ኣብኣ ጽንዒ ከኣ በላ በየነ እቲ ወዶ ገባ ኣንታ ፈራኹ እንታይ ኢኻ ትብል ዘለኻ? በሎ እናፋጠጠ። ሳልሕ እግሩ ሕልኽ ኣቢሉ ግብ ደሞ ከብሎ ብዘምስል ኣጠማምታ ብጎቦ ቀይሕ ብጎቦ ቀይሕ ቁሊሕ ኢሉ ኣነ መንግስቲ ሓቂ ዝፈቱ ሓቂ ተዛረቢ እየ ዝብላ ዘለኹ በሎ ቅጭ እናመጾ። ሻለቃ ጌታቸው ትርጉም ናይቲ ዘረባ በቲ እሙን ኣገልጋሊኡ በየነ ይረጋገጽ ከም ዘሎ ስለ ዝተኣማመነ ኢዱ ከየውረደ መርምርኡ ቀጸለ። መሳርሕቲ በዓል ኣብርሃም ዲኺ? ሓተታ። ኣይኮንኩን መለሰት። ናይ ከባቢ ናይ ምምሕዳር ሽማግለ ሓላፊት? ኣባል ናይ ንኡስ ዞባ ናይ ምምሕዳር ሽማግለ ዲኺ? ኣነ ኣይኮንኩን፣ ተጋጊኻ ኣለኻ። ሰዓዳ መሓመድ እንድዩ ሽምኪ? ሽመይ ንዕማ ስሌማኖ እዩ፣ መለሰት ድርቕ ኢላ። ጌታቸው ነዝነዝነዝ ኣቢሉ ንቕድሚት ድፍእ ኣበላ። ሰዓዳ ናብቲ ተሓቂፉ ዘሎ ወዳስ ሰጊዳ ቅንዕ በለት። ኡፍ ኢላ ከኣ ነዊሕ ኣስተንፈሰት። ክሳዳ ጥውይይ እናበለት ምስያፍ ጠመተት። ከምዚ ሓፍ ክትብል ዝደለየት ንወዳ ሃንደበት ኣልዕል ኣበለቶ። ኣይተንስአትን ግን። ካብ የማን ሑቕፎኣ ናብ ጸጋም ቀየረቶ። ኣብቲ ዝቐረበላ ዝነበረ ሕቶ ኢድ ከም ዘይብላ ከኣ መለሰት። ሳልሕ ብጽንዓታ ተገረመ። ብቆራጽነት ኣቐንዔ። ንስርናይ ክብልሲ ድሕሪ ሕጂ ስርናይ ስርናይ ምልሻ ሓራም ኢለኪ ኣለኹ ሓራም ትኾነን ኢሉ ምስ ነብሱ ተመሓሓለ። ሻለቃ ጌታቸው ነንጾ ዝርዝር ሓበሬታ ናይ ሰዓዳ ንዝሓዘት ኣብ ፋይሉ ንዝነበረት መዘኻኸሪ ደብተር ኣብ ቅድሚኡ ገይሩ ሕልፍ ሕልፍ ኢሉ ኣንበባ። መሊሱ ቃል ንቓላ ብኣጻብዕ ኢዱ እናዳህሰሰ ምልክታት ገጹ እናቐያየረ ኣቋርጽ ኣቢሉ ከኣ ናብ ሰዓዳ ገጹ እናርኣየ ኣንበባ። ዋእ ገበን ዝገበረ ዶ ከምዚ ኢሉ ተኣማሚኑ ርእሱ ኣቕኒዑ ይዛረብ እዩ ሓተታ ንገዛእ ርእሱ። ስምዒ ኣብዚ ዓድኹም ካልእ ሰዓዳ መሓመድ ትበሃል ኣላ ዶ በላ ጌታቸው ከምዘን ጸርጸረ ከይፍለጥ እናጸዓረን ናብቲ ማዕዶ ገዛውቲ ቁሊሕ ኢሉ ንምርግጋእ ዝሕተቱ ሰባት ሃሰስ እናበለን። ኩላትና ኣስላም ሰዓዳ ፋጡማ እዩ ሽማ ክንደይ ሰዓዳ ኢለ ክፈልጥ እየ'ሞ ሰዓዳ ሽመን መሊኤን እየን በለቶ ብኢዳ ናብቲ ማእከል ዓዲ እናመልከተት። ጌታቸው ኣብቲ ናይ ሓበሬታ ደብተሩ ገለ ካብቲ ዓድታት ሃዘሞ ጎብለል ጎበሌ፣ ኮርቤለ፣ ምሕራጭ ጨለ ዝበሃል ኣብ ምድማጹ ዘደናገር ተመሳሳሊ ዘድምጽ ኣስማት ስለ ዝነበረ፣ ሹመለይ ክብሉዶ ደኣ ጉበለ ወይ ከኣ ኩርቤለ ኢሎም እስከ ኢሉ ከም ብሓድሽ ደብተሩ ገንጺሉ ኣብ ጎብለ ፍስሃን ጅምዓን፣ ኣብ ኩርብለ ናስሮን ታልከን፣ ኣብ ሽመለ ሰዓዳ፣ ኣብ ድግም ከኣ እናበለ ነቶም ዓሰርተው ሸሞንተ ናይ ከባብን ናይ ንኡስ ዞባን ናይ ምምሕዳር ኣባላት ጸብጸቦም። እሞ ሰዓዳ ድኣ ኣብዚ ክልተ ዓድታት ዘሎዋ ዶ ትኸውን ኢሉ እናሓሰበ ሓፍ በለ። ናብቲ ማዕዶ ገዛውቲ ቁሊሕ ኢሉ ንምርግጋእ ዝሕተቱ ሰባት ሃሰስ በለ። ቁሩብ ህድእ ኢሉ ናብ ምድሪ እናጠመተ ነቶም ኣማዕድዩ ዝሪኦም ዝነበረ ሰባት ብዛዕባ ሰዓዳ ንኽሓቶም ሓሙሽተ ወተሃደራት ለኣኸ። እቶም ልኡኻት ብቋንቋ ኣምሓርኛ ገይሮም ከመይ ኣለኹም ኣቦይ፣ ከመይ ኣለኽን ኣደ እናበሉ ነተን ክልተ ኣንስቲ ሰለስተ ሰብኡትን ሰላምታ ኣቕረቡሎም። ኣልሓምዲላህ ኢሎም እናሰገዱ መለሱሎም። ከእንግድዎም ኢሎም ከኣ እተዉ እተዉ ንበሩ ኮፍ በሉ። በልዎም እቶም ነቲ ቋንቋ ዘይሰምዑ ኣምሓሩ ኤርትራውያንን በቲ መልክታ ጥራይ ተረዲኦም ድሓን የቀነየልና ኣቦይ ኣደ ሓንቲ ሕቶ ንምሕታት ኢና መጺና እታ ገዛ እቲኣ እንዳ መን ትብሃል በልዎም ብኢዶም እናመልከቱ እቶም ዓበይቲ ሰባት ማበ ኣይንሰምዕን በሉ ዳርጋ በብተራ ተስፋይ ውን ብትግርኛ ጌሩ ኣቦ ኣጆኹም እታ ገዛ እቲኣ እንዳ መን ትብሃል መን ሲማታ እቲኣ? ኢሉ ሕትኡ ከይወደኤ ከሎ፣ ማበ፣ ጎምበለ፣ ጎበዝ ኣይንሰምዕን ኢና በልዎ። ሰኣን ነቲ ቋንቃ ምፍ ላጦም ደኣ እምበር ዘኽብርዎን ክተሓጋዝ ድልዋት ምዃኖምን ንምምሳል እና ደናገጹን እናተመሻኸኑን። ተስፋይ እንታይ ዓይነት ህዝቢ እዩ ደኣ እዚ ማበ ጥራይ ክብል ሞኽ ዘብለና? ኢሉ ጸርጸር በለ። እቶም ኣምሓሩ ከኣ ምንድን ነው? ኢሎም ናይቲ ዝርርብ ውጽኢት ክፈልጡ ተሃንጠዩ። እቲ ወዲ ገባ ተስፋይ ኣእዳዉ ኣጣሚሩ ኣእጋሩ ሓሊኹ ናብቲ መንደቕ ተጸጊዑ ነቶም ዓበይቲ ሰባት ዓው ኢሉ እናጠመተ ተበርጠጠሎም። ንሳቶም ደኣ ንሳቶም ከኣ ኪድ ደኣ እንታይ ከተምጽእ ኣንታ ከዳዕ ዕሱብ ወዶ ገባ ዕደ ረኸብካ ኢሎም ብልቦም መለሱሉ። ሳልሕ ሕጂ ደኣ ከይፈተዉ ተርጉም ክብሉኒ እንድዮም ኢሉ ክጽበ ከሎ ሃንደበት ሳልሕ ሕተቶም እስከ ንሳ በሎ ተስፋይ። እዛ ዝሓትኹም ዘለዉ ሰበይቲ መታን ከይቀትልዋ ፈሪሃ መንነት ሓቢኣ ሽማ ንዕማ ስሌማኖ እዩ ሽም ሰብኣያ ሓጂ ዮሴፍ ኢላ ስለ ዘላ ንስኹም ከኣ ከምታ ንሳ ዝበለታ በሉ ብርግጽ ሽማ እንተፈሊጦማ ሕጂ ኣብታ ገዝኣ ከላ ክቀትልዋ እዮም ስለዚ ንስኻትኩም ኣድሕንዋ በሎም ኣዝዩ ብቅልጡፍ ኣዘራርባ ተረረር እናበለ ንኸምስል ከኣ መልሲ ክጽበ ጽን በለ ኣበይ ስሌማኖ እቶም ዝዓበዩ ካብቶም ሸሞንተ ኣቦይ ስሌማኖ እቶም ዝዓበዩ ካብቶም ሓሙሽተ እዞም ደቀይ እታ ሰበይቲ ንዕማ እዩ ሽማ እታ ገዛ ከኣ እንዳ ሓጂ ዮሴፍ እያ ንሳ ሰበይቱ እያ በልዎም ቀስ ኢሎም ሳልሕ ትርጉም ናይቲ ዘረባ ገለጸሎም ተስፋይ ተቖጠየ ስማዕ ሓቂ ተዛረቡ በሎም፣ እንተ ዘይኰነ ንዕኦም እውን ክንኣስሮም ኢና፣ ሓሰውቲ ሓስዮም እዮም በሉ፣ በሎ። ምልሻ ስርናይ ሳልሕ ናይቲ ዝበሃል ዘሎ ገሊጹ፣ ኣጃ፣ ኣጆኹም፣ ከምታ መጀመርታ ዝበል፣ ዝበልኩማ ጥራይ ግበሩ፣ ዝበልኩኹም ጥራይ ግበሩ፣ በሎም። ኣቦይ እብራሂምን ኣደይ ራሕማን ንሕና ዓበይቲ ሰባት ኢና፣ ኣይንሕሱን፣ ሓቅና ኢና፣ እዞም ደቀይ፣ እሞንና በልዎም። ትርጉም ናይዚ ዘረባ ምስ ሰምዑ ተስፋይ ሕርቃኑ ውሒጡ መልሲ ክህብ ናብ ጎይትኡ ተመልሰ። ጌታቸው ነዚ ምስ ሰምዔ ተቆጠዔ። ዘይሰምዑ ጸማማት ዝኾኑ ህዝቢ ብቕልጡፍ ናብዚ ኣምጽዎም ኢሉ ኣዘዘ። እቶም ሰባት ተኾብኪቦም ክመጹ ከለዉ ብልቦም ንዕማ ስሌማኖ ሓጂ የሴፍ መሓመድ ኢሎም ደጋጊሞም የጽንዕዎን ሰዓዳ ከይትቐተል ይጽልሉላን ነበሩ። ሰዓዳ ኣብቲ ኣፍደገ ናይቲ ደምበ ብጽሕ ክብሉ ምስ ረኣየቶም፣ ብሃንደበት ከም ዘይረኣየቶም ኰይና፣ ኣነ ንዕማ ስለማኖ ይብሃል፣ ሰብኣየይ ከኣ ሓጂ ዮሴፍ መሓመድ ይብሃል። ካብዚ ሓሊፈ እንታይ ክብለኩም ትደልዩ ኣሉ። ሕጂ'ውን ሽመይ ንዕማ እዩ፣ ሽም ሰብኣየይ ሓጂ ዮሴፍ እዩ ኢላ የማናይ ኢዳ እናዘርግሐት፣ እናኣንጸርጸረትን ብነድሪ ዓው ኢላ ተዛረበት። እቶም ተሓተቲ ሰባት ነቲ እትብሎ ዘላ ኣስማት ኣጽኒዖም መጺኦም ከም ዘለዉ ስለ ዘይፈለጠት። ሻለቃ መን ሽማ እዛ ሰበይቲ እዚኣ? እዚ ገዛኸ እንዳ መን ይብሃል? ኢሉ ብመንገዲ በየነ ሳልሕን ገይሩ ሓተቶም። እቶም ሰባት ገዝኦም ከለዉ ዝመለስዋ እዮም መሊሶም። ድሕሪ እዚ ሻለቃ ኣየደናጎዮምን። ቀልጢፉ ቀልጢፉ ቀልጢፉ ይኺዱ ስደድዎም ኢሉ ኣዘዘ። እቶም ወተሃደራት ከኣ ኪዱ ኪዱ ውጹ ኪዱ እናበሉ ሰጎግዎም። ሻለቃ ጌታቸው ናብቲ ኣቐዲሙ ገሚትዎ ዝነበረ ብምምላስ ኦእ እዛ ሰዓዳ ኣሕማዶ ትበሃል ሰበይቲ ኣብዘን ካልኦት ዓድታት ክትህሉ ኣለዋ ጎበለ ወይ ከኣ ኩርቢለ ክጽሕፉ ሽመለ ጽሒፎም ኣለዉ ማለት እዩ ብርግጽ ኣብዘን ክልተ ዓድታት ክንረኽባ ኢና ኢሉ ንበይኑ ሓሰበ። ምናልባት እዚኣ እንተኾይና ክሳብ ተመሊስና ንወስዳ ንውሕስነት ንጓላ ዘይንወስድ ትሕጃ ትኾነና እንታይ ከተምጽእ ክንወስዳ ኢና ኢሉ ንጀሚላ ክወስዳ ወሰነ እሞ ንስኺ ካብ ዘይኮንኪ ንሰዓዳ ጓልኪ'ያ ን ትኾንኪ ሰዓዳ ጓልኪ እያ ትኸውን መን ድያ ሽማ ጓልኪ በላ ጓለይ ሳልሕ ሓጂ ዮሴፍ እያ ትበሃል መለሰት እሞ ጓልኪ እያ ትኸውን ናበለ ንጀሚላ ጥምት ኣበላ እዚኣ ድኣ ንእሽቶ ቖልዓ እንድያ ሓንቲ ኣይትፈልጥን በለቶ ዓባይ እንዲኺ ንስኺ ካልእ ጓልኪ ከ ጓልኪ እያ ማለት እዩ በላ። የብለይን እዚኣ'ያ ቦኽሪ ጓለይ መለሰት። ሰበይቲ ወድኺ'ኸ? ቐጸለ። እዚኦም ምሳይ ዘለዉ ጥራይ'ዮም ደቀይ። ኦ! እሞ ጓልኪ'ያ ክትከውን ትኽእል ኢሉ ንጀሚላ በቲ ገጂፍ ኢዱ ጌሩ መንኩባ ሕዝ ኣቢሉ ጠመታ። ጀሚላ ብፍርሃት ኣንበድበደት። መን ሽምኪ ከኣ በላ። ቈልዓ'ውን ኣይሓመቐትን ቀባሕባሕ እናበለት ማቤ በለቶ። እቲ ኣረሜኔ በየነ ተርጓሚ ናይ ጌታቸው ንዓ ተርጉም በሎ ንሳልሕ ከይፈተወ ጨኒቅዎ ድኣ እምበር ንሳልሕ ኣሚንዎ ኣሚኖም ተርጓሚ ኣይምገበርዎን እቲ መስኪን ምልሻ ስርናይ ከምቲ ኣዴኪ መን እያ ሽምኪ ኢላ ጓልኪ ምስ በልዋ ዝመለሰቶ ከምኡ እዩ ሽመይ በልዮም በላ ጀሚላ ነቶም ሓተትቲ እናጠመተት ኣነ ሳልሕ ሓጂ ዮሴፍ እየ ሽመይ በለቶ እሞ ነስኪ ኣባል ህዝባዊ ግንባር ዲኪ መሳርሒ ትብዓት ስሌማን በዓል ሕርይቲ ዲኺ? ኣይኮንኩን መለሰት ጀሚላ። ኣቦኣ ጀሚላ ንኣዝማዱን ንገለ ጽጉማት ደቂ ዓዱን ክዳውንትን ካልእ ቀንጠመንጥን ካብ ጂናዝ ክሰደሎም ክትርኢ ከላ ወይና ኣቦይ የብሎምን እዮም ኢላ ትሓቶ'ሞ ኣዲኣ እህ ኔሮሞ'ባ ከማኺ ኣቦታት ነይሮሞም ኣምሓሩ ቀቲሎሞም ኢላ ተፍልጣ ስለ ዝነበረት ቀተልቲ ሓረድቲ ሰብ ዝመስሉ ኣረሜነ ምዃኖም ጀሚላ ኣጸቢቓ ኣፍሊጣቶም ከም ዘላ ንበዓል ሻለቃ ጌታቸው ኣይተረድኦምን። ዘገርም እዩ እንታይ ጌራ ጀሚላ ምስክነይቲ ንሳ ትገብሮ እንተ ነይሩ ኣብቲ ድሕሪ ገዛ ቅልቅል እናበለት ንዝንቀሳቐስ ዘበለ ተቋሚታ ሰባት ይመፁ ኣለዉ፣ ወተሃደራት ይመፁ ኣለዉ ዝመስሉ ምባል ጥራሕ እዩ። እዚ እንታይ ወሓደ ኣብ መዓልቲ ኣርባዕተ ግዜ ትገብሮ እያ፣ ካልእ ገበን ግን ኣይነበራን። እዚ ከመይ ዝበለ ምኩሕ መርማሪ ደኣ ስለምንታይ እዩ ነታ ብቐንዳ ሰዓዳ ዘይፈለጣ? ግርምኣ ድዩ ምድፋር ኣብይዎ ዋላስ እቶም ሓሙሽተ ዓበይቲ ሰባት ንዕማ እያ ሽማ ስለ ዝበልዎ ወይ ከኣ ባዕሉ እዛ ሰበይቲ እዚኣ ኣብቲ ካልእ ዓድታት ክትህሉ ትኽእል እያ ኢሉ ስለ ዝገመተ ድዩ ሰዓዳ ጓል ዕስራን ትሽዓተን ዓመት እያ ሕብራ ከደረይቲ ኩሕለይቲ ዓይኒ ጸጉሪ ርእሳ ጽቡቕ ማእከላይ ቁመታ ጸሊም ሃሪ ዝመስል ሩቦ ምስ ተቖነነ ዘው ዝበለ ቱትዖ፣ ደርግስና፣ ስኒ ኣጅቦ፣ ክሳዳ ነዊሕ ክሳድ ብርለ፣ ቀጣን መዓንጣ ስየ። ነዊሕ ቁመታ ካብቲ ዘለዋ ቁሩብ ጉድል ዝበለ ነይሩ እንተዝኸውን ብናይ ሃገርና ናይ ቁመት ትርጉም ወይ ኣገላልጻ ዝያዳ ምጸበቐት። ካልእ ግን ዝወጻ ዘይብላ ቆንጆ መንእሰይ ሰበይቲ እያ። እሞ ነዛ ሻለቃ መልክዓ ድዩ ዓጅቦ እዚኣ ዶ ትቅተል ኢሉ ዶ ደንጊጹ ኣይ ኣይኮነን ብመንነታ ምስቶም ኣመንታ ኣመ እምነት ካብኣ ዘድልዩ ዘበለ ምስጢራት ምስ ወሰደ ካብቲ ህጻን ወዳ ፍልይ ኣቢሉ ቀትዩ ቅተልዋ ኢሉ ትእዛዝ ከመሓላልፍ ከሎ ይረኣዮ ኔሩ እዩ እንታይ ደኣ ኮይኑ እዩ ሻለቃ ዘይፈለጣ በቲ ዘይድፈር ግርማኣ ኣነ ኣይኮንኩን ተጋጊኻ ኣለኻ እናበለት ትወስድ ትወስዶ ዝነበረት ቅልጡፍ ናይ ምክልኻል ክእለታ እዩ ንሳ ከላ ሰዓዳ ዘይንስ ኣምሲሉ ዘይደፈራ እቲ ካብ ሳሕልን ሳልሕን ካብቶም ዓበይቲ ሰባትን ዝረኸቦ ሓገዛት ውን ዝረኸቦቶ ሓገዛት ውን ኣብዚ ናይታ ሓይሊ ዝተመርኮሰ እዩ ውቃብኣ ሓያል እዩ ኣየባ ወላሂ ኢላ ክትምሕል ከላ ቶኪ በራ ሰውለ ኢላ ብደድሪ ክትፍክር ከላ ክትሪኣ ጥሕር ተብል ነብሪ እያ ትመስል እዚ እዩ እቲ ሻለቃ ጌታቸው ክገልጾ ዘይከኣለ ዓቕሉ ዘጽበበሉ ብርቱዕ ሓይሊ ኮይኑ ኣብቲ ቅኑዕ ሓበሬታኡ ሓንሳብ እዛ ሰበይቲ እዚኣ ኣብዚ ከባቢ ዘሎ ዓድታት በዓል ጎብለ ኮርቤለ ክትህሉ ኣለዋ ሓንሳብ ከኣ ምናልባት እዚኣ ንሳ እንተዘይኮይና ንጓላ ሒዝና ንጸንሕ'ሞ ቀልጢፍና ንምለስ ኢና በለ ኢሉ ዝተጠራጠረ ውሳኔኡ ንምፍጻም ሻለቃ ጌታቸው ነታ ኣመሓዳሪት ናይቲ ከባቢ ናይ ምምሕዳር ሽማግሌ ሓላፊት ኣባል ናይ ንኡስ ዞባ ናይ ምምሕዳር ሽማግሌ ኣባል ናይ ፍርዲ ሽማግሌ ናይ መሬትን ናይ ሓዳርን ግርጭታት ክትፈትሕ ትውዕል ሰዓዳ ገዲፉ ሳልሓ ንእስኺ ኢሉ ንጀሚላ በቲ ገጂፍ ኢዱ ገይሩ ንጸጋመይቲ ኢዳ እንጥር ኣቢሉ ሓዛ። ጀሚላ ብፍርሃት ኣንቀጥቀጠት። ንላዕሊ ቁሊሕ ኢላ ገጹ ምስ ረኣየት ኡይ ኢላ ንላዕሊ ስርስር በለት። ኔማ ነይቲ ኢዳ እናነጸገት ነታ ሓንቲ ኢዳ ካብቲ መዓት ክተውጽኣ እናተጓየየት ዋይዋይዋይዋይ ኢላ ጨደረት። እቶም ክልተ ኣሕዋታ ኣየ ኢሎም ንብዓቶም እናራገፉ ንኣውያት ዓባይ ሓፍቶም ኣሰነይዎ። ጌታቸው ግን ንኢድ ጀሚላ ኣይለቐቐን። ስሒብዋ ናብ ምብጋስ ገፁ ደኣ ገበረ። ዓሳክር እውን ክኽተልዎ ተዳለዉ። ሰዓዳ ንጓለይ ዋላ ሓንቲ ነገር ኣይትረኽቡላን ኢኹም፣ እዛ ንእሽቶ ጓል ትሽዓተ ዓመት እንታይ ትፈልጥ ኢልኩም ትሓስቡ ደሓን ጓለይ ብኣኹም ትቅተል ኣላ ነቶም ወዶ ገባ ምልሻ ስርናይ እናጠመተት ዋላ ሓንቲ ግን ኣይትረኽቡላን ኢኹም ዓኽ ዋይ ኣነ ጓለይ ክበልዕዋ ዝደለዩ ኣባጉም ባሕሲ ዛግራ ይብልዋ ኢሉ እዩ እዚ እዛ ጓለይ ብሓሰውቲ ክንቅተል እናበለት ሕንን በለትሎም ዓይና ደም ሰረበ መዓጓጉርታ ቀይሕ ኣይትንሳእ ሓራሴ ኣይክእልን'የ ከም ዘይበለት ብሃንደበት ነቲ ቈልዓ ኣብ መንኵባ ሰቒላ ሓፍ በለት። እቲ ህጻን ኣምሪሩ እናበኸየ ከሎ ኣይትወስድዋን ኢኹም እንታይ ገይራትኩም? ኢኹም ትወስድዋ ኣለኹም እናበለት ከምዚ ክልተ መባኣስቲ ነቲ ሓደ ነቲ ሓደ ኣልጊሱ ኣይትሓዙኒ ክጭፍልቕ እየ ኢሉ ዝንድር ሰብ ኮይና ንጀሚላ ካብ ኢድ'ቲ ሻለቃ ክትምጥሎ ደለየት። ሻለቃ ጌታቸው ግን ንጀሚላ ምንዕ ኣቢሉ ነቲ ደምበ ሓጹር ኣሳገራ። ጀሚላ እውይ ዋየይ ዋየይ ኢላ ኣወየት። ሰዓዳ ባሕሪ ከብዳ ሓፍ ፈጠቕ በለ፣ ጠጠው ኢላ ኸኣ ተዓንደት። እቶም ንብረቶም ዝተዘምቱ ኣብቲ ዓዲ ዝውዓሉ ዘበሉ ኣውያት ምስ ሰምዑ፣ ሰብኣዮም ሰበይቶም ናብቲ ገዛ ገጾም ወረር ወረር ኢሎምና እናመጹ፣ ኣንታ ንጀሚላ ድዮም ዝወስድዋ ዘለዉ፣ ኤህ ኤህ በጃኹኑ ኣብ ውላድኩም ተፈደይዎ፣ ህጻን ቆልዓስ እናበሉ እቲ ዝገበር እንታይ ዝገበረት እያ ኢሎም ተራጎሙ። ገሊኦም ከኣ ኣንታ እንቋዕ ደኣ ነታ ብዓባያ ኣይወሰዱዋ እምበር ንቆልዓስ ግዲ ካብ ጾሮና ይመልሱዋ ይኾኑ ክመልሱዋ እዮም እናተባሃሉ ነንሕድሕዶም ተጣማመቱ። ገለ ካብቶም ህዝቢ ኩነታት ጸዓዳ ክፈልጡ ናብቲ ገዛ ብግስ ክብሉ ከለዉ ጸዓዳ ዘይትቆጻጸሮ ስምዒት መጻ። ክሳዳ ወርዊራ ኣማዕደወት። ኣብታ ኣብ ፊታ ናይቲ ገዛ ዘላ ከውሒ እዮም በጺሖም። ዓኽ! ወይ ኣነ ጓለይ! ጓለይ! ጓለይ! እናበለት ገጻ ግልብጥ ኣበለቶ። ብጉያ ንገዛ ኣትያ ነቲ ህጻን ኣብ ንእዲ ደርበየቶ። ጀለቢኣ ብጸጋማይ ኢዳ ሓፍ ኣቢላ ልዕሊ ብርካ ሰቒላታ ብጉያ ወጸት። ነቶም ኩነታት ክፈልጡ ኣብቲ ደምበ ዝኣትዉ ዝነበሩ ሰባት ሒዛቶም ሓለፈት። ኣንቲ ናበይ ደሊኺ? ሰዓዳ! ሰዓዳ! ሰዓዳ! ረቢ ይስምዓኪ! ስምዕና! በልዋ። ፈጺማ ኣይሰምዓቶምን። ንሳቶም ገሊኦም ብጉያ ገሊኦም ብዘብዘብ እቶም ዘይከኣሉ ቀስ ኢሎም ደድሕሪኣ ሰዓቡ። ፉፍ ፉፍ እናበለት ቀጸለት። ዋላ እቶም ዝጎዩ ኣየርከብዋን ሰዓዳ ናብቲ በራሪት ናብ በራሪት ተቀየረት ምስቲ ቁመታ ኣብ መሬት ኣዕሊቡ ጸኒሑ ክንፍታቱ ገብገብ እናበለ መሊሱ ዝብገስ ዘሎ ሊሎ መሰለት እግራ ዲጉዲግ እናበለት ንመንኩባ ንመንከሳ ስጋዕ ዘርክብ ጎየየን ነስነስታ ናይ ጸጉራ ንገጻ ገጨቦ ረሃጽ ደገን ከኣ ኣብ ማዕጎርታ ተዋሃሃዱ ከምኡ ጎየ ኣይትፈልጥን ብናይሽዑ ዝዕቀን ነይሩ እንተዝኸውን ንብዙሓት ጎየይቲ ተወዳዲራ ምሰዓረቶም ኣብ ጥቕኦም ምስ በጽሐት ሻለቃ ሻምበል ሓላፊ ሓላፊ ንሓላፊ ደልየ ኢላ ብኢድ ኣመልከተት እቶም ተኸተልቲ ሻለቃ መጀመርያ ፍርሓት ብዝተሓወሶ ጠጠው ኢሎም ጠመቱዋ። ድሕሪኡ እቶም ኣምሓሩ ቁሚ! ቁሚ! ኣንቺ! ክብሉዋ ከለው እቶም ኤርትራውያን ከኣ ኣንቲ ጠጠው በሊ! በሉዋ። ሰዓዳ ግን እናላህለት ሓላፊ ደልየ ቀጸለ። ተስፋይ እቲ ግናይ ወዶ ገባ እስከ ኣልግስ ድዩሞ? ኣልግሲ ሞኽ ኣይተብልና ኪዲ ኢሉ ድፍእ ኣበላ። ሰዓዳ ናይቲ ክትጎዮ ዝጸንሐት ሓደ እግራ ናብቲ ሓደ እግራ ሕልኽ ኢሉ ሰንከልከል ኣበላ። ስምዒ ጓልኪ ከየረጋገጽና ኣይንለቅን ኣይንቐትላን ኢና። ኣብዚ ዓዲ እንተ ዘይረኺብዋ ካብ ላዕሊ ጸብጻብ የለን። ኪዲ ተመለሲ። እንተ ኣበኺ ካልእ ሰበብ ከተምጽኢ ኢኺ ኢሉ ክትከይድ ኣመልከተላ። ኣስዒቡ ተሓባባሪት እያ እወ እዚኣ ኣባል እያ ወንበዴ እያ ዝብል እንተ ረኺብና ግን ክቀትልዋ ክንቀትላ ኢና ቻው ከም ዓለምኪ ኢሉ ክኣ ሓጨጨላ። ብስቓይ ኣሕዋቱ ምዝንጋዕ ግዲ መንፍዓት መሲልዋ ኮይኑ። እቶም ኣብቲ ዓዲ ታኒካ መቕድሒ ማይ እውን ከይተረፈ ዘሚቶም ኣእዱግ ጽዒኖም ዝያዳ ጽዕነት ዝኾኑ ኣብ መንኩቦም ሰቒሎም፣ ኣሕብቕሖም ሓዚሎም ኣብ ኢዶም ኣንጠልጢሎም፣ ተጸጊሞም ወዘልዘል ጓሓፍሓፍ እናበሉ ዝኸዱ ዝነበሩ ምልሻ ስርናይ'ውን፣ ኣንታ እዛ ሰበይቲ እዚኣ ከመይ ዝበለት እያ? ጓለይ ምለሱለይ ኢላ ክትልምን ድያ ክንደይ ትደፍር? ዋይ ሕጂስ ኣይገድፍዋን እዮም ኢሎም ነንሕዶም ይዛረቡ ነበሩ። ሰዓዳ ነቲ ወዲ ገባ መልሲ ኣይሃበቶን። ንኹሎም ጥሒሳ ንሻለቃ ኣርከበቶ። ጀሚላ ነዲኣ ምስ ረኣየት ከም ብሓድሽ ባህረረት። ኡይ ወይናይ ውሰድኒ ኣይትግደፍኒ ወይና ካባይ ኣይትትረፊ ዋይ ይዓስበ ኣቦይ መዓረይ ይዓስበ ኣቦይ ኣለኻ ንዓባ ውሰደኒ ኢላ ክትነፍጥ ደለየት። ሰዓዳ ባሕሪ ከብዳ ተገልበጠ። ሓበጭበጭ በላ ዋይ ጓለይ ኣይገድፈክን እየ ኣነ እየ ዝቅተል እንታይ ገርኪ ንስኪ ዝብል መልሲ ከኣ ኣብ ገጻ ይንበብ ነበረ እቲ ሓላፊ እንታይ ኮንኪ እሂ እንታይ ደሊኪ በላ ኣነ እየ ጻዕዳ ሃማዶ ኣነ እየ ኣባል ህዝባዊ ግንባር። ናይ ምምሕዳር ሽማግለ ኢላ እየ በለቶ እናላህለሀ። ኦ እንታይ በለ ሻለቃ? ደገመትሉ ሰዓዳ። ሻለቃ ተገረመ። በየነ ተርጓሙ ደንጸዎ። ክልተ ክልተ ሓሰበ። ገታቸው ክኣምን ኣይከኣለን። እናተጠራጠረ ከኣ። በሊ ንዒ ኮፍ በሊ ኢሉ ግን ኣብ ወሰን'ታ መንገዲ ኮፍ ኣበላ። እቶም ዘድልይዎ ሰባት ክሳብ ዝተኣኻኸቡ ነገሩ እናስደመሙ ተጸበዮም። እቶም ቀንዲ ሓለፍቲ ተርጎምትን ንሰዓዳ ንሰዓዳ ኣጎጓ፣ እቶም እግር እግራ ዝስዓቡን እቶም ድሕሪኦም ዝርከቡን ደቂ ዓዲ ቁሩብ ድሕር ኢሎም ጠጠው ጠጠው በሉ። ገለ ካብኦም ቅርብ ቅርብ እናበሉ ኣንቲ ግደፊ ስለ እዝግሄር ኣነየ ኣይትበሊ ኣንቲ በጃኺ ኣነየ እንተኢልኪ ሕጂ ኣብዚኣ ክቐትሉኺ እዮም ኢሎም ለመኑዋ እዛ ህጻን ጓለይ ከይ ከይወዓለት ከይ ዘይወዓለቶ ክትቅተል ትውሰድ ኣል ዘላ ትውሰድ እያ ዘላ ኣነየ ዝቕተል መለሰትሎም ሳልሕ እቲ ምስኪን ኣንቲ ግደፊ ኣነየ ኣይትበሊ ባዕልኺ ኣነየ ትብሊ ኣለኺ እወ ንስኺ ምዃንኪ ናይ ምምሕዳር ሽማግለ ደኣ ፍሉጥ እዩ ንሱ ግን ኣይኮነን ምስ በልክዮስ ኣሚኑ ድዩ ገዲፉኪ ነይሩ? ኣሚኑ እዩ ገዲፉኪ ነይሩ ሕጂ ኣነ'የ እንተኢልክዮ ግን ክቀትለኪ እዩ በጃኺ ግደፊ ኢሉ ሕራይ ሕራይ እምበኣር ክትብሎም ክትብሎም ኣምሪሩ ለመና። እቲ ዝርርብ ሰዓዳን ሳልሕን ነቶም ዘይሰምዕዎ ንበዓል ሻለቃን ንበየነን ደስ እኳ እንተዘየበሎም ከም ኣመሎም ግን ኣንታ ፈራኹ እንታይ ኢኻ ትብላ ዘለኻ ኢሎም ኣይሓተትዎን። ይቀትለኒ ይቕተለኒ ህጻን እኳ ክትቅተል ትወስድዋ ዘለኹም በለቶ ብሃዋኽ። እቲ ሻለቃ እቶም ዝደልይዎ ስለ ዝኣኻኸበ ሕቶታቱ ንምቕራብ ተዳለወ። ሰዓድ ኣሕማዶ ንስኺ ዲኺ? ጀመረ ሕትኡ። እወ። ኣባል ህዝባዊ ግንባር መሳርሕቲ በዓል ኣብርሃም ሱሌማን በዓል ሕርይቲ ኢኺ? እወ መሳርሕቶም እየ መለሰት። ንስኺ ኢኺ ናይ ምምሕዳር ሽማግሌ ናይዚ ከባቢ? እወ ኣነ እየ በለቶ ብዘይ ስግኣት። ብዘይ ሰጋእ መጋእ ብዝሓለፈ ተጣዒሳ ምሉእ ምስጢር ንምሃብ ድልውቲ ብዝመስል ገጽ። ቀንዲ ስራሕኪ እንታይ እዩ ድኣ እንታይ እዩ? በላ ጌታቸው ሓልዮት ዘለዎ ብዝመስል ገጹ ኣብርህ ኣቢሉ። ኣነ ኣጋይሽ ምስ መጹ ኣጋይሸይ መጺኦም ኣለዉ ማይ እንጀራ ይብሎም ይብሉኹም ኣለዉ፣ ኣኼባ ኣሎ ተኣከቡ ይብሉኹም ኣለዉ ኢለ ንምልእቲ ዓዲ ይነግር ኢላ መለሰት ንሳውን ሕጉስቲ እናመሰለት። ካልእ ስራሕኪኸ ምስ መን ኰንኪ ኢኺ ትሰርሒ፣ በዓል መን እዮም መሳርሕትኺ ኢሉ መልሲ ክጽበ ከሎ ሻለቃ ኣጆኻ ኣይትሕብእ ኣጆኺ ኣይትሕብእዮ እቲ ካልእ ዝዓበየ ስራሕኪ ጥቐስዮ እሞ እቶም መሳርሕትኺ ንምባል ርእሱ ኣድንን ኣቢሉ ጽን ይብል ነበረ ንሳ ግን ክላ ድኣ ኣብ ገዛይ ምስ መጹ ክሳብቲ ናይቲ ዓዲ ተዋጺኡ ዝመጽእ ነቶም ኣብ ገዛይ ዝኣተዉ መጽንሒ ማይ እንጀራ ቡን ይብሎም ካልእ ግን ዝገብረሎም የብለይን መሳርሕተይ ከኣ ንሳቶም ድኣዮም እቶም ተጋደድቲ ኢላ ሓበሬትኣ ዝጠንቀቐት መሰለት ስሚ ኣነ ኣበል ናይ ምምሕዳር ሽማግለ ናይዚ ከባቢ ክትብሊ እንዶ ኣይጸናሓክን በዓል መን እዮም ምሳኺ ዘመሓድሩ እንታይ እንታይ ከ ትሰርሑ በላ ስራሐይ እቲ ዝገለጽኩልካ እዩ መሳርሕተይ እቶም ተጋደልቲ እዮም በለቶ ኩሎም ኣባላት ናይቲ ከባቢን ናይ ንኡስ ዞባን ናይ ምምሕዳር ሽማግለታትን ይድለዩ ምህላዎም ስለ ዝተገንዘበ። ጌታቸው ሓቂ ተዛረቢ ኢሉ ክንህር ጀመረ። ኩሉ እዚ ዝብለኩም ዘለኹ ሓቂ እዩ መለሰት። ጌታቸው ዝኾነ ተራ ኤርትራዊ ዝገብሮ ግትገልጸሉ ምውዓላ ኣናቂጽዎ እዩ ኡፍ ኢሉ ብምንጽርጻር ኣስተንፈፈ። ኣተኲሩ ድሕሪ ምጥማት ድማ በቲ ገዚፍ ጉምቦ ኢዱ ገይሩ ጭው ኣቢሉ ጸፍዓ። ብርእሳ ሒዙ ነጽኒጹ ፍግም ኣበላ። በሉዋ ኢሉ ድማ ንተርጎምቲ ከብርይዎ ኣዘዞም። በየነን ተስፋይን በብተርኦም ከም ኩዕሶ በእገሮም ቆላልዑዋ። ገጽ ሰዓዳ ስምብራት ተሸለመ። ጉልባብ ተቐሊዑ ጸጉራ ነጭ ወንጨርጨር በለ። ጀሚላ ኣዲኣ ብወተሃደራት ክትጽፋዕ ክትርገጥ ምስ ረኣየት ናይ ዘለዎ ሓይሊ ኡይይ ኢላ ኣእወየት። ጌታቸው ስቕ በል ኢሉ ኣፈራርሓ። ጽን ኢሉ ከኣ ጽንሕ ኢሉ ከኣ ንሰዓዳን ንጀሚላን እናጠመተ ንስኺ ዲኺ ገዛኺ ገዛኺ ኣዴኺ'ያ ትቕተል ኪዲ ንስኺ እናበለ ብርእሱ ኣመልከተላ። ሰዓዳ ንሓውኺ ሕቆፍዮ ኢኺ ዛጓለይ በለታ ንጀሚላ እቲ ብሕርቃን ዝተዓጽወ ጎረረኣ ዝስማዕ ቃላት ከውጽኣላ እናጸዓረት። ጀሚላ ግፍዖም ኣብ ልዕሊ ሰዓዳ ዘብቅዑ መሲልዋ ነዲኣ'ውን ኪዲ ኢሎም ንገዝኣ ከፋንዋ ተስፋ ስለ ዝገበረ ናብቲ ሻለቃን ናብ ኣዲኣ እናጠመተት ጠጠው በለት። ሻለቃ ጌታቸው እሰርዋ ኢሉ ንዓሳክራት ትእዛዙ ምስ ሃበ ስኑ ለኺቱ ናብ ሰዓዳ ጠመተ። ርእሱ ነቕነቐላ። ሰዓዳ እሞ ኣነ ምሳኻትኩም ክኸይድ እንተኾይነ ወደይ በሉ ከምፅእ በለቶ። ነቲ ዝሕንሕነላ ዝነበረ ሻለቃ። ንስኺ ክትቅተሊ ኢኺ፣ ወድኺ ኣብኡ ከሎ ይመውት፣ በላ ንሱ ነታ ሞት ቀላል ነገር ገይሩ። ወተሃደራት ጨርባሕባሕ ብዝብል ናይ መቑሕ ሰንሰለት ኣእዳዋ ኣእዳው ንሰዓዳ። እቲ ሰዓት ስለ ዝኣኸለ ኣዱንያ ደሓን ኩኒ ኢህ ዋይ ደቀይ ምስ ቀተሉኒ ኣደይ ቀልጢፉ እንተስ ኣደይ ቀልጢፋ እንተ ትሰምዐት ኢሉ ነዲኣን ኣውራ ነቲ ዕሸል ወዳን ንምርኻብን እናሓሰበት ገጻ ስር ኣቢላ ዝን በለት እንኳዕ ደኣ ምስጢር ኣብቲ ከብደይ ምሳይ ሃለወ እምበር እዞም ኣረመኔ እዚኦም ይትረፍ ዶ ንዓይ ንኽንደይ ስላማውን ይቐዝፉ ኣለዉ ዋላ እኳ ኣርባዕተ ደቀይ ኣውራ እዚ ህጻን ገዲፈ እንተኸድኩ ጠባይ መግዛእቲ እዩ ክሳብ ናጽነት ትመጽእ ህዝብና ሓራ ኮይኑ እፎይ ኢሉ ክሳብ ዝሓድር እዚ ግፍዒ እዚ ቀጻሊ እዩ ኢላ ምዕራፍ ናይ ቃልሲ ብመስዋእቲ ምድምዳሙ ሓበን እዩ ዝብል በቲ ብጸጋማይ ኢዳ ዘመርኮሰቶ ግሩም ገጻን ዘይድፈር ባህርያታን ጌራ ንሻለቃ ጌታቸው ገለጸትሉ። ዓብደላ ኣንቲ ጓለይ ስቕ ኢልና ሓዲርና ሓዳርና ንግበር ደቅና ነዕቢ እዚ ሰሓቕናይ ውድብ እንተገደፍክዮ ይሓይሽ ንሕና መን ሓጋዚ ኣሎና ኣነ ገያሻይ'የ ንስኺ እንተዘይ ሓጊዝክኒ መን ኣሎኒ ኢሉ ብህድኣት ከዘራርባ ይጸንሕ'ሞ ኣብ ገለ ገዛውቲ ዘወርወር ኢሉ ምስ ተመልሰ ከኣ ደሓን ትገብርዮ ዘለኺ ዘይፈልጦ ከይመስለኪ ኣነን ንስኽን መመንገድና እዩ ዘዋጽኣና ድሕሪኡ ትኾኒ ትኾንዮ ከኣ ክርኤ ኢሉ ከፈራርሓ ከሎን ኣዲኣ ክትበጽሕ እናኽ እንክትመጽእ ንሰዓዳ ጓለይ ነዞም ኣሕዋትኪ ኣብልዕዮም ኣስትዮም ገጽኪ ኣብርሂኺ ተቐበልዮም ምስኦም ግን ኣይትስርሒ ንስኺ ሰበይቲ ሸርዒያ ኢኺ ሕጊ ሸርዓ ኣኽብሪ ዛጓለይ ደጊም ዓቢኺ ሰዲርኪ ኢኺ ሰብኣይ ክዉን ኣይግድን እዩ ዘሎ ከምዚ ዝሪኦ ዘለኹ ዋላ ባህ ኣይብሎን ሓቁ ከኣ ባህ ኣይብሎን እዩ ወረ ሕጂ ተስፋ ተፋቲሑ ከ ናበይ ከተብሊ ኢኺ ኢላ ትጠንቅቃ ዝነበረት ተዘከራ ኣደይ ሓሊማ ኣዲኣ ጓልቲ ብጸላኢ ተረሺና ኢሎም ምስ ኣረድኡዋ እዩ ብብኽያት ክትዓብድ እያ ብሓዘን ተዋሒጣ ከተስቆርቁር እያ ከተስቆርቁር ተራእየታ ክኣስርዋ ነቲ ሰንሰለት ሓጨውጨው እናበሉ ቅርብ ክብሉ ከለዉ ከኣ ወዮ በዚ ንሱ እውን ኣብዚሓቶ እያ ፈቐድኡ ኮለል ክትብል በዓልቲ ሓዳር ሰበይቲ ሸርዒኣ በጺሑ በጺሑ እዚ'ዶ ይሓይሽ ኢሎም ብልቦም ዝሓምዩ ውሑዳት ከም ዘይኮኑ ውን ኣይዘንግዓቶን። ነዚ ኩሉ ግን ጻዕዳ ግዲ ኣይገበረትሉን። ብዓል በየነ ንጻዕዳ ከነው ኣቢሎም ቀፈድዋ። ሃየ ንኺድ ተባሂሎም ከኣ ተበጋገሱ። ሻለቃ ጌታቸው ዋላኳ በቲ ቀዳማይ ስጉምቲ ሓሪቑ እንተነበረ፣ ሕጂ ናብቲ ምምሕዳር ናይቲ ስለያ መርበብ ዓዲ ቀይሕ ምስ ዓዳት ኣክል ሒዙ ክኣቱ ምህላው ልቡ ብሓጎስ መሊኣ ነበረት። ዓጀብቲ ተርጎምቲ ምስ ዓዳ ሒዞም እቶም ጀልፋፋት ምልሻ ሰርናይ ጓዕ ገልጠም ተሰኪሞም ኩሎም ተበገሱ። ጀሚላ ብኣውያት ንመሬት ነቕነቐታ። ዋየ ዋየ ዋይ ኣይትሓዙኒ ካብ ኣደይ ኣይተትርፉኒ ኢላ ጨደረት። እቶም መዓስ እዮም ዝቐትሉዋ ኢሉ ክጽበ ካብ ዝጸንሔ እሞ መሊሱ እንታይ ኮን ኣንታ ኮን ኣይምሕርዋን ኢሉ ጸሎት ዘብጽሕ ዝነበረን ህዝቢ ኣቦይ ኣስገዶም ኣቦይ ሱሌማኖ ዝበሃሉ ዓበይቲ ሰብኡት ድንን ድንን ኢሎም ኢድ ናይ ምንሳእ ምልክት እናገበሩ ምእንቲ ሓራስ ሓራስያ በጃኹም ሓርዋ ኢሎም ናብ ሰማይን ናብ ሸለቃ እናጠመቱ ኣእዳዎም ዘርግሑ እንተኾነ እቶም ከዳዓት ከይተረፉ እቶም ኣምሓሩ ጦር ሰራዊትን ኪዱ ኢሎም ብምስትንዓቅ ባጫን ሰጎጎን እቶም ዓበይቲ ሰብኡት ልመናኦም ኣየቋረጹን። እቲ ፈሪሑ ጠጠው ኢሉ ዝነበረ ዓዲ ውዕሊ ህዝቢ ንኣገልግሎት ሰዓዳ ኣስተማቐሮ። ሰዓዳ ክትመሃር፣ ክትፈርድ፣ ባይቶ ክትመርሕ ላዕልን ታሕትን ክትብል ከላ ተራእዮ። ኣንታ ረቢ ነዛ ኣገልጋሊትና መሓረልና ኢሉ ከኣ ብትሑት ድምጺ ኣላህ እዚ እንተ እናተማህለለ ንበዓል ኣቦይ ኣስገዶም ሰዓቦም ንኹሎም ትሰምዖም እዝኒ ኣይረኸቡን። ከይተሓለሉ ግን ለመኖም ቀጸሉ። እቶም ወተሃደራት ነቶም ለመንቲ ከም ዘይተገደሱሎም መልሶም ጉዕዞኦም እናቐጸሉ ከለዉ ብሃንደበት በልዎም፣ ቅተልዎም ብትብል ትእዛዝ ናይቲ ሻለቃ ብረቶም እናዕመሩ ግልብጥ ኢሎም ተሮግሮግሮግ ዝብል ኣድራጋ ተኹሲ ናብቲ ህዝቢ ኣቕንዕዎ። ዕስራን ሓደን ሰባት ቀተሉ። ዓሰርተው ሰለስተ ኣቑሲሎም እቶም ካብ ሞት ዝተረፉ ፋሕ ጭንግራሕ ኢሎም ተበተኑ። እቶም ወተሃደራት ከምቲ ጥዑም መግቢ በሊዑ ባህ ኢልዎ ተረር ኣቢሉ ዝጎስዕ ሰብ ናይቶም መሳኪን ሰላማውያን ኣረግቶት ቆልዑ ሰበይትን ደም ጃሕጃሕ ኢሉ ክውሕዝ ከሎ ምስ ረኣዩ ደስ ኢልዎም እናሰሓቑ ነታ እስርቲ ሒዞም ናብ ጾሮና ገጾም ተጓዕዙ። ብዘይካ'ዞም ካብ ዓዲ-ቐይሕ መጺኦም ንሽመለይ ዘበሳበሱ ካብ ሰንዓፈ ዝወፈሩን ሰለስተ ሰባት ደቂ ለጎ ቀቲሎም ንፍስሃየን ንጅምዓን ዝበሃሉ ኣባላት ናይ ምምሕዳር ሽማግለ ኣሲሮም እቶም ካብ ዓዲ-ዃላን መንደፈራን ዝወፈሩ ንዓሰርተው ሓደ ሰባት ደቂ ቴድረ ቀቲሎም ንሰለሙንን ጋይምን ዝበሃሉ ኣሲሮም ማእለያ ዘይብሎም ንብረትን ገንዘብን ዘሚቶም ንሶም እውን ናብኡ ገፆም ኣበሉ። እታ ንእሽቶ ከተማ ፆሮና ብኣርባዕተ ኩርናዓት ብዝተኣኻኸቡ ወተሃደራት ዓለቕለቐት። ሹቕ ፆሮና እውን ብዘውዝሕዙሕ ዝተዘምተ ንብረት መልኤ። ወረ እቲ ኣብ ዘዝኣተውዎ ዓዲ ዘንደድዎ ምስ ሓመድ ዝሓዋወሱዎን እኽልን ዘፍሰሱዎ ጠስምን ካልእ ገዛ ዝሓዞ ሽሻይን ምስኡ እንተ ዝስራዕ ይትረፍዶ እቲ ንእሽቶ ሹቕ ጸሮናስ ሩባ ጸሮና'ውን ኣይማእከሎን። እቶም ንሰዓዳ ዝሓዙ ኣብቱ ንደግዐን ተብ እተብል ኣብ ሸነኽ ደቡባዊ ምብራቕ ናይታ ከተማ እትርከብ ብድሕሪት ኣዝዩ ገፊሕ ካንቸሎ ዘለዋ ገዛ እንዳ ኣደይ ለምለም ጸሟቚት ስዋ እዮም እዮም ኣትዮም። ኣደይ ለምለም ካብቶም ንዓናስ ግዲ ገለ ኣይብሉናን ይዀኑ ዓበይቲ ኢና ኢሎም ብምጥርጣር ሓዲኡ'ሎ እናበሉ ምስ ንብረቶም ኣብ ገዝኦም ዝጸንሑ ሓንቲ ሓንቲ'የን። ካልእ ግን ዝኣክል ዘበለ ምሉእ ንብረት ከም ዘላታ ገዲፉ ሃዲሙ ነበረ። ኣደይ ለምለም ሓጻር ቀያሕ፣ ጓህማም ጸጉሪ ርእሰን ልስሉስ ስሑው ምስ ተቖነነ ከም ረጒድ ፈትሊ ንታሕቲ ጠልጠል ዝበለ ሕዉስ ገጽ ዘለወን እየን። ምሰዓዳ ርእይ ምስ ኣበልኣ ብስንባደ ሕቖን ውዝዝ በላ። ዋይ ኣነ ሎምስ ረኺቦማ ዋይ ኣነ ጓለይ ኣደ ክትደፋእ ኣብ ኢድ እዚኦም ኣቲኺ ኢለን ብውሽጠን እናተዛረባ ኩርም ኢለን ኮፍ በላ ኣብታ ውሽጢ ገዛ ኮይነን ኣደ ኢደን ኣብ መትለሐን ገይረን በቲ ደንጋፅን ገፀን ኣማዕድየን ጠመታ በሊ ብኣምላኽ መዋፅኦ ይፍጠረልኪ እዚ ምኪኤል ጾሮና ይሓግዝኪ ኢለን ከኣ ክጽልያላ ኣምሰያ። ንጽባሒቱ ንግሆ እቶም ሓለፍቲ ወደ ገባን በብተራ ይኣትዉ ይወጹ ወደኽደኽ ይብሉ ነበሩ። ወጺኦም ነይሮም እና እና ክኣትዉ ሓጎስ ኣብ ልዕሊ ሓጎስ ይስምዖም ነበረ ምኽንያቱ ዝደልይዎ ዳርጋ ብምሉኡ ፈጺሞም እዮም። ኣደይ ለምለም ኩሉ ኩነታት ምስ ረኣያ ዋይ ኣንቲ እዚኦምሲ ገንዘብ ምስ መን በሊዕዎ ክድቅሱ እዮም ንኹላ እዛ ዓዲ ብዘላ ድኳን ብዘላ ገዛ ወሲድ ወሰድኒ ኢሎም ጓሕጒሖማ ጅብኦም ብገንዘብ ህዝቢ ተጠርኒቑ ህዝቢ ደም ርሃጹ እናንጠብጠበ ዘጥረዮ ድኳናትሲ ብሓንቲ መዓልቲ ዝምት ከብልዎ እቶም ኣምሓራስ እኳ ደሓን ይግበሩ ካብኦም ንጽበዮ ካልእ የልቦን እዞም ኤርትራውያንከ ኢለን ዘረብኣን ከይወድኣ ከለዋ እቶም ሸያብ ጨሓም ጸሊም ነዊሕ ጎበጥ ጉብጥ ኢሎም ዝኸዱ ጎረቤት ኣቦ ዮሃንስ ቡን ፊት ክብሉ ጸኒሖም፣ ዋይዛ ለምለም ንሶም እኳ ይገዱ ከምዚ ገይሮም ዝኣከብዎ ገንዘብ ገይሮም እንድዮም ኣብ ዓዲ ቀይሕ ኣብ ዓድኹም ከመይ ዝበለ ዘመናዊ ገዛውቲ ዘስርሑ ዘለዉ ምስ በልወን ንሰን ከኣ እወ ሓቅኹም ወረ ይወዳደር ያኢ ናይ እገለ ጽቡቕ ናይ እገለ እናበሉ ይወዳደሩ እዞም ዘይሓፍሩ እናበላ ቁልጭ በለን እሞ ዋይ ኢለን ከኣ ቀዘዝ በላ። ኣቦ ዮሃንስ እዞም ደቅና ደኣ ብደሓን ይመለሱልና እምበር ናይዚኦምሲ ግርም ግርም ጽቡቕ ግብሪ ንርኢ ኣሎና ኢሎም ነታ ጻዕዳ ጭሮ ጭርኦም ነስ ኣበሉ። ኣንቱም ኣያሃንስ ኣበይ ኣበሉ እዞም ደቂ ጠፊኦም እምበር ኢለን ሓተተኦም። ጥዑም ደሃይ ክረኽባ ሃረር ኢለና ተጸብያ ኣቦ ዮሃንስ እቶም ጀማሂር ንሳሕል እዮም ዝኾኑ ኣብኡ ይመሃሩ ኩሎም ብሓንሳብ ይእከቡ መደብ የውጽኡ እንድዮም ናብኡ እዮም ዝኾኑ እዞም ኣብዚኣ ዝኸረሙ ሓይልታት ከኣ ንረዳት ከይዶም ይኾኑ እምበር ኢሎም ብሕሹኽሹኽ ዝመስል እናተዛረቡ ከለዉ ሽዱሽተ ወተሃደራት ንሰራት ንሰለሙን ንጋይም ጅምዓ ሒዞም ነቲ ካንቸሎ ጎው ኣቢሎም ከፊቶም ኣተዉ። ንነብሶም ኮእ ወከፍ እሱር መንበር ከም ዝወሃብ ገይሮም ከኣ ኮፍ ኣበሉዎም። እሱራት ዝን ኢሎም ነንሕድሕዶም ዘሎ መሬት ነንቕድሚኦም ዘሎ መሬት ጠመቱ። መርመሪ ሕጂ ከኣ ክምርምርኦም ክምርምሩ ክቕጽሉ ተዳለዉ። ስለ ጻዕዳ እዚኦም ትፈልጥዮም ዶ በላ እቲ ተርጓሚ በየነ። ኣይፈልጦምን እየ መለሰት ብክቱር ጽልኢ እናጠመተቶ። ነዚኦም ኣይትፈልጥዮምንን ደገመላ። ኣይፈልጦምን እየ በለቶ ኣትሪራ ትገብርዎ ግበሩ ዘስምዕ ኣመላልሳ። ሓደ ረዘነ ዝበሃል ካብቶም ምልሻ ስርናይ ኣንታ እዛ ሰበይቲ ዓቕሊ ዘይትገብር ቁሩብ ህድእ ኢላ ዘይትምልስ እቲ መሳርሕታ ተቀቲሉ ከም ዘሎ ዶ እምበር ፈሊጣ ኣላ በለ ንበይኑ ስለ ሓልዮት እቲ ብጻያ ፍስሃየ ዝብሃል ናይ ንኡስ ዞባ ናይ ምምሕዳር ሽማግለ ቅድም ብዝፈለጥዎ ዝነበሩ ወዶ ገባ ኣብ ግራት ከሎ ብሃንደበት ዝተታሕዘዩ ይኹን እምበር ምስጢር ከውጽእ ብዝተጠ ብዝተጠብሰ ዕፉን ጌሮም ሓቂ ተዛረብ ኣብዚ ከባቢኹም ምሳኻ ዝሰርሑ በዓል መን እዮም እንታይ ስራሕካ እንታይ ከ ትገብር እንታይ መደብ ኣለኩም ንብረትኩም ትሓብእሉ ቦታ ኣበይ ኣሎ እናበሉ ክልውልብዎ ከለው ካበይ ክወፅእ ምስጢር ካባይ ትወፅእ ምስጢር ኣይትፀበዩ ኣይትድከሙ ዝብል መልሲ ጥራይ እዩ ሂብዎም መሪርዎ መታን ክዛረብ ብሰደፍ ብረት ገይሮም ፀጋመይቲ ኢዱ ሰይሮም ሓንቲ ዓይኑ ኣንቂሮም ቃል ግን ኣይቀየረን። እኳ ደኣ እቲ ዘትሓዞ ዝፈልጦ ዑቑባይ ዝብሃል ወዶ ገባ ፍስሃየ ሕጂዶ ትሓይሽ ኢሉ ጅግንነቱ ከርእዮ ምስ መጸ፣ ክንብርከኽ ምስጢራቱ እናዘርዘረ ኣንታ በጃኹም መሓሩኒ ድሕሪ ሕጂ ኣይደግምን'የ ኢሉ ክመሻኸን ከሎ ካዕካዕ ኢሉ ክስሕቀሉ እናተጸበየ ስቕ በል ኣንታ ከዳዕ ዕሱብ ሙሽሙሽ መልመጽ ትፍኡ ኢሉ ርእሱ ነቕነቐሉ። ፎእ ኢሉ ከኣ ጡፍ በለሉ። ኣነ ምእንቲ ህዝበይ ሰሪሐ'የ፣ ተወፊየ'የ፣ እንቋዕ ደኣ ብድሌተይ ገበርኩ እምበር ክመውት'የ፣ ኣነ ሞይተ ግን ቃልሲ ህዝቢ ኤርትራ ኣይመውትን'ዩ። ኢሉ ብእሱሩ ከሎ ፍንጠርጠር እናበለ ክጥሕሮ ምስ ደለየ ካብኡ ዋላ ሓቕታ ዝነኣሰት ሓበሬታ ከም ዘይረኸቡ ምስ ተረድኡ ዝረሸኑዎ ፍስሃየ ፍቕሪ ሃገሩን ህዝቡን ዘመስከረ ጅግና መንእሰይ ነበረ። ጌታቸው በየነን በቲ ዘርኣየቶም ንዕቀት ተቖጥዑ። ሻምበል ደምሴውን እዚ ኹሉ መርማሪ ክትሓልፍ ሸለል ዝበለ ዝመስል ዝነበረ እንታይ ዓይነት ሰበይቲ እያ እዚኣ ኢሉ ምስኦም ተሰረዐ። ንሰሎሙንን ጋይምን ነዛ ሰበይቲ እዚኣ ትፈልጥዋ ዶ? ኢሉ ሓተቶም። እቲ ሻለቃ ፈጺምና ኣይንፈልጣን፣ ኣብ ቴድረር ነዚኣ ትመስል ሰበይቲ እኳ ርኢና ኣይንፈልጥን በልዎ። እቶም ክልተ ደቂ ቴድረር ጅምዓውን ምስ ሓተትዋ ኣነ ወላሂ ኣይፈልጣን እየ፣ እንተ ዝፈልጣ ምነገርኩም፣ ካልኦት ጸዓዳ ዝበሃላ ኣለዋ ነዚኤን ግን ነዚኣ ግን ኣይረኣኹዋን ጓል ሃዞሞ ደኣ እንተ ኮይና እምበር ጓል ሎጎስ ኣይኮነትን ኢላ ናይ ፍርሂ ቅልጥፍ ቅልጥፍ ኢላ ተዛረበት ጌታቸው ናብ ጸዓዳ ተመሊሱ ነዚኣኸ ትፈልጥዋ ዶ ነዛ ሰበይቲ እዚኣ ትፈልጥዋ ዶ ኢሉ በብሓደ እናመልከተ ሓተተ ዓው ኢላ ኣይፈልጡንም ኣይፈልጦምን እየ ኣነ ሽመይ ስረሐይ ነጊረኩም ኣለኹ ድላይኩም ከኣ ግበሩ ኡፍ ኢላ ጽውእ በለትሉ ንዓይሲ ክንድዚ ንዕቀት ኢሉ ንክልኢታት ትኸውን ኣተኲሩ ድሕሪ ምጥማት በቲ ገጅፍ ኢዱ ጎው ኣቢሉ ጸፍዓ እታ ዝማም ናይ ኣፍንጫ ንውሽጢ ሽኽል በለት ሽዑ ንሽዑ ከኣ ደም ሸረብረብ ኢላ ፈሰሰ መሊሱ ብጸጉሪ መሊሱ ብጸጉሪ ርእሳ ምጽምጽ ኣቢሉ ፍግም ኣበላ። በየነ በቲ ጸልፋዕ እግሪ እግሩ ገይሩ ክሳብ ዝጽልኦ ከም ኩዕሶ እናቐላለዐ ርግጽግጽ ኣበላ። ሻምበል ደምሴ'ውን ከምዚ ስለ ዘይሃረመ ከይክሰስ ዝፈርሕ ቪድዮ ክገብር ንሱ ውን ኣብ ልዕሊ እቲ ዝደሚ ዝነበረ ገጻ ኣየት ኣባቱ ኣየት ኣባቱ ኢሉ መሪር ጽፍዒታት ኣንበረላ። ንብዓት ጸዓዳ ከም ዝናብ ሰረበ። እቲ ንብዓት ነቲ ደም ጸጉሪ ናይቲ ቡሕቡሕ ኢሉ ዝፈስስ ዝነበረ ጸባ ጡብ ተጸንበረ። ንብዓት ደም ጸባ ጡብ ከኣ ተታሒዞም ንሰለፋ ሃሪሞም ንምድሪ ወሓዙ። ኣስቀያሚት ወንበዴ ደሓን ከይፈተኺ ትዛረቢ ኢኺ በለ ጌታቸው ኢድ ኣብ ውሽጡ ጌሩ። በየነ ውን ኣብቲ ማዕረ ኮይኑ ስቕ ኢልካ ነብስኺ ኣይተበላሽዊ ኢሉ ትፈልጦ እትፈልጥዮ ትገብርዮን ዝነበርኪ ግለጽዮ በላ። ነቲ ደም ሰሪቡ ዝነበረ ዓይና ፈጠጥ ኣቢላ እምቢ ኣይገልጾንየ ኢላ ክሳዳ ኣቕኒዓ ጠመተቶ። ማበ ኢላ ከኣ ደገመትሉ። ብዝኾነ መገዲ ምስጢር ኣይክትረኽቡን ኢኹም ብዘስምዕ ሕቡእ ቆላሕታ ገጽ። እቶም ወተሃደራት ክንደይ ትደፍርያ ኢሎም ተገረሙ። ሳልሕ ናይ መወዳእታ ብህይወታ ሰገየ። ተስፋ ውን ቆረጸ። ዋይ ቁሩብ ቀስ ኢላ ከይትምልስሲ ሕጂ ኣብዚኣ ከላ ክቐትሉዋ ኢሉ ሮማይ እናበለ ብውሽጡ ብሓዘን ቃዘነ ሳልሕ። ነቶም ሰለስተ እሱራት ናብ ቦታኦም መለስዎም። ሻለቃ ጌታቸው ናብታ ዝሓደረላ ገዛ ጥቓ እንዳ ኣደይ ለምለም ከይዱ ንእሱራት ትወስድ ሄሊኮፕተር ክትመጾ መልእኽቲ ሰደደ። ሰዓዳ ምስ በዓል በየነን ሳልሕን እቶም ካልኦት ጦር ሰራዊትን ተረፈት። ንሰዓዳ ኣብኡ ከላ ድዮም ክቐትሉዋ ዋላስ ምስቶም ሄሊኮፕተር ክትመጽእ ዝበሃል ዘሎ እሱራት እያ ክትከይድ ብዘይካ ጌታቸው በየነን ካልእ ዝፈሊ ወተሃደር ኣይነበረን። ሰዓዳ ናህሪ ምስ ናህራ ምስ ዝሓለ ኣበይ መልሲ ፊዕ ኢላ ተነኽነኸት። ዋይ እንታይ እየ ዝገብሮ በየን ገይረ ከ ክበርር እንታይ እንተገበርኩ ይሕሸኒ ኢላ ጭንቕ በለት። ጡባ ስለ ዘቐንዘዋ ኣውጺኣ እናሓለበት ኣይ ኢላ ተቐንዘወት። ብሃንደበት ከኣ ኩሉ እንታይ ከም ገለ ገለ ጌርካ ካብዛ ገዛ ዘይተውጽኣኒ ሓንሳብ ካብዚኣ እንተ ኣውጺእካኒ ባዕለይ ምኸድኩ በጃኻ ክሸይን ውሰደኒ እሞ ብእ ኣቢለ ክኸይድ በጃኻ ዝሓወይ በለቶ ንሳልሕ። ሳልሕ ከምዚ ከምዚ ኢላ ክትልምኖ ከላ ንብዓቱ ቁጽርጽር በሎ። ዋይ ሓውተይ ከመይ ገይረ እሞ ከውጽኣኪ ኩሉ ቦታ ተታሒዙ በለ ንበይኑ። እንታይ እያ ትብል ዘላ በሉ እቲ ትዕቢተኛ በየነ ንሳልሕ። ጡበይ የቐንዝወኒ ኣሎ ፈውሲ እንተ ዝለኩም ሃቡኒ'ያ ትብል ዘላ ኢሉ መልሲ መለሰሉ ሳልሕ ኣሕ ኣንታ እዚኣ ዘይትሓፍር ፈውሲ ከኣ ደልያ በላ ትሳቐ ደኣ ግደፋ በሎ በየነ ሳልሕ ብቋንቋ ሳሆ ምስ ሰዓዳ ክዛረብ ከሎ ዝሰምዕዎ ዘለዉ ኮይኑ ስለ ዝሰምዑ ኩሉ ግዜ ፈቅ ምስ በለ እዩ ኣብዛ እዋን እዚኣ ከኣ ዝያዳ ሰንቢዱ ነይሩ በቲ ዝብሎ ምስ ኣመነ በየነ ግን ልቡ ምልስ ኣቢሉ ፈውሲ የብልናን በላ ኢዱ ብኣሉታ እናኣንቀሳቀሰ ዘንጸርጽር እውን እናመሰለ ነዛ ኣዲ ኩሉ ሒዞማ በየነ ገይሩ በየን ገይረ ደኣ ከውጽእ ከውጻ ኣይክእልን'የ ተላኻኺብና ደኣ ክንጠፍእ እምበር ንዘይከውን እንተ ፈተንካ ብላሽ'ዩ እናበለ ብሓሳብ ተዋሒጡ ሳልሕ። ሰዓዳ ጡባ ቀስ ገይራ ንምድሪ እናሰሓበት ኣየይ ኢላ እናተቐንዘወት ናብቲ ጸባ ዝፈስስ ዘሎ ምድሪ ምድሪ እምበር ናብ ሳልሕ ከይጠመተት ኣንታ በጃኻ ኣውጻኒ በጃኻ ዝሓወይ ኢላ ደጊማ ለመነቶ። በዓል በየነ ንቓንዛ ዘሰኒ ዘረባ እምበር ካልእ'ዩ ኢሎም ኣይጠርጠሩን ኣይተገደሱላን። ስቕ ደኣ በል ባዕላ ትፈልጥ ኢሎም ውራይ ውኻዕኻዖም ገበሩ። ነታ ጸጋመይቲ ጡባ ኣእትያ ነታ የማነይቲ እናሓለበት ከኣ ኣንታ ኣብታ ንግሆ ዝሸንኩላ እንተ ኣብጺሕካኒ ክበኣስ ደሓን ካብኣስ ደሓን ባዕለይ ይፈልጥ ኣጆኻ ሸይን እሞ ውሰደኒ ብኣ ገረ ክጠፍእ በለቶ ምስኣ ምሳይ ጥፋእ ዝብል ቃል ከየውጸት እውይ ኣብኡ ደኣ ብቅድሚት ዋርድያ ኣለዉ ዘይተታሕዘ ቦታ የለን ኣይክእልንየ በጃኺ ስቅ በሊ ዓቅሊ ግበሪ በላ ዋይ ኣነ ኢሉ ከም ምስ ነብሱ ተባእሰ ንዘይከኣል እንተፈተነ ከኣ እንታይ ዋጋ ኣለዎ ብምባል እናተጨነቐ ኣንታ በየነ እዛ ሰበይትስ ፈውሲ ኣምጹለይ ብቓንዛ ሞይተ ትብል ኣላ ክሸይን ደልየ ከኣ ትብል ኣላ ክትሸይን ውሰዳ በጃኻ ኡፍ ኢሉ ብኣኣ ከም ዝተዓ ከም ዝተዓበሞ ከም ዝተዓብ'ሞ ካብኡ ክጋላ ካብኣ ክጋላገል ከም ዝደለየ ኣምሲሉ ተጸጊዑ ኮፍ በለ ሳልሕ። ስምዒ! በላ በየነ ንሰዓዳ ነቲ ሽጉርቲ ዝመስል ዓይና ከፊታ ቅንዕ ኢላ ምስ ጠመተቶ፣ ፈውሲ ቃንዛ ኣሎና፣ ግን ኣይንህበክን ኢና። ጨናዊት ፈውሲ ከኣ ደሊኺ? በላ እናሽካዕለለ። ቀጺሉ፣ ክሸይን ትብሊ ኣለኺ ዲኺ ዝበልኪ? እሞ ውሰዳ በሎ ካብኡ ሓሊፍካ እንታይ ክትሰርሕ ኢኻ ብዘስምዕ ኣበሃህላ። ሳልሕ ዘይፈትዎ ክመስል ገጹ ጽውግ ኣቢሉ ተንስኤ ንዕናይ ተንስኢ በቲ ሽኒ ከኣ በላ ንሰዓዳ ከብዳ ግን ብድብድብ እናበለ። ሰዓዳ ጡብ ኣእትያ ጡባ ኣእትያ ኣየየ ኢላ እናተቐንዘወት ተንስኣት። ነታ ዕምርቲ ካላሽኑ ሒዙ ካንሸሎ ከፊቱ ገጹ እናጸወገ ሃየ ንዕናይ ኢሉ ክትወጽእ ኣመልከተላ። ሳልሕ ነታ ካንሸሎ ብኽፍታ ገዲፎማ ናብቲ እንዳ ሽንቲ ገጾም ኣምርሑ። ሰዓዳ ትርግቲ ልባ ዲግ ዲግ በላ። ሳልሕ'ውን ብፍርሓት ምዝራብ ሰኣነ። ካብታ ገዛ ፍንትት ምስ በሉ፣ ቀስ ኢላ ብሕሹኽታ፣ ዋርድያ ኣብ ዘለዎ ቦታ ብቕድሜኻ ብጎድንኻ እናበልካ ሓብረኒ በለቶ ነታ መሬት ቀስ ገይራ እናረገጸት።